መታን መናባብሮና ለውጢ ክንገብር፣ መታን ረዲኤትና ክብርክት፣ ሓዳርና ክማሙቕ፣ እዚ ናብ ማህጸንኪ ዘሎ ዕሸል ኣብቲ ቅርጺ ናትና ረዲኤት ንወስደሉ ነሞዝጉቦ። ነሞዝጉቦ ረዲኤት። እንታይ ትብል ኣለኻ?
ትዛረቦ ዘለኻ ይርድእካ ኣሎ? እዚ ማህጸነይ ዘሎ ዕሸል ጌና ከይተወልደስ ረዲኤት ክነመዝግቦ? ኣንቲ ፋና ምውላዱ ዶ ክተርፎ እዩ? ኣልወለድን ድዩ? ክውለድ እንዲ ጽባሕ ንጎ። ስለዚሲ ምስ ተወልደ ከኣ ረዲኤት ምውሳድ መሰሉ ስለ ዝኾነ ነመዝጉብ በኻ ብሕጂ ይብለኪ ኣለኹ። ኣንታ ንምዃኑ ዝሓስብ ርእሲ ኣለካ ድዩ? ጌና ከይተወልደስ እንታይ ኢልካ ኢኻ ከ ከተመዝግቦ? ጓል ወላስ ወዲ? ንሱ ደኣ ሓዲኡ ኢልና ነመዝግቦ ወዲ ወይ ጓል ዋላ ጓል ኢልና ነመዝግቦ ምኽንያቱ ጥንስኺ ጓል ትሓርሲ ኢኺ ትመስሊ ዘለኺ። ኣታ እንታይ ዓይነት ዘይትቕየር ሰብ ኢኻ ንስኻ ዋእ ቁሩብ ኣነስ ብረድኤት ሰብኣይ ኣይተኾነ ውን ብረድኤት ሓዳርና ብረድኤት ንናበር ኩሉ ብረድኤት ሕጂኻስ ሕሉፍ ሓሊፍካስ ነዚ ጌና ናብ ዓለም ዘይመጸ ህጻን ጌና ማህጸነይ እንኮሎስ ብረድኤት ክናበር ፈሪትካዮ ንስኻ ግን ጨካን ኢኻ ክትፈልጥ ምዃን ጭካነኻ ኣይኮነን እዚ ንስኻ ግን ሓደ ደንቆሮ ኢኻ ክትፈልጥ። ኪድ ንስኺ ኢኺ ድንቆሮ ሰብ ነነብስና ንፍለጥ ንስኺ ኢኺ ደንቆሮ ኣነ ኣይኮንኩን። እዚ ዝውለድ ዕሸል ሲ ረዲኤት ዘይተርፍ መሰሉ እዩ ተረዲኽኒ ኣለኺ ካብ ጽባሕ ንጎ ምስ ተወልደ መዝግቡልና በዚኣ መጺኡ ኣሎ ወዲ ወሊድና ኣለና ጓል ወሊድና ኣለን ኣብ ናትና ቅርጺ የእትዎ ኢልና ሸገርገርገርገር ንብልሲ ውሕጅ ከይመጸ መንገዲ ውሕጅ ሕጂ ተመዝገብናዮ ይሕሽ ካብ ምስ ተወልደ መዝግቡልና እንዶ ናብቲ ኪዱ እንዶ ገለገለ ዝብሉናስ ኣመዝጊብናዮ እንተ ጸናሕና ይሓይሽ ይብለኪ ኣለኹ። እምቢ
ነዝጌን ኣብ ማህጸነይ ዘሎ ዕሸል ረድኤት ክወስድ ኢለ ኣነ የመዝግቦን እየ እምቢ ኢለካ ኣለኹ ከኣ። በለ ከርእየኪ ኣነ ከኣ ከመዝግቦ ውላደይ ንዓይ ይቀርበኒ ኣብቲ ናተይ ቅርጺ ኣመዝጊበ ረድኤት ምውሳድ ዝኽልክለኒ ሰብ ክርእየ ካብ ውላደይ እዚ ካብ ማህፀነይ ዝወፅእ ዕሸል ንዓይ እምበር ንዓኻ ይቀርበካኒ ኩሉ ከዓ ብድሕረ እዩ ኣንቲ ሰኹን ተበሊ ካብ ማህፀንኪ ዝውለድ ዕሸል ድማ ወዲ ብርሃነ ተባሂሉ እዩ ዝፅዋዕ ጓልፋና ተባሂሉ ኣይፅዋዕን እዩ መዝገብ ከይደ ከመዝጉበ ዝኽልክለኒ ሰብ ክርኤ ሕጂ እውን ረድኤት ከመዝጉበ ይወለድ ኣይወለድ በቃ ሞዚ ስቕ ኢልካዮ ነዚ ማህፀነይ ዘሎ ዕሸል እንድሕር ንዓኻ የቐርበካ ኮይኑ ወደይ ዘይኮነ ወዲ ሓመድ እዩ። እንተ ደሓን ወዲ ሓመድ ድዩ ወዲ ማህፀንኪ ድዩ ወዲ ብርሃነ ድዩ ጥራሕ እዩ ወለድ ምስ ተወልደ ከነርክበሉ ኢና ዝኽልክሎ ሰብ ኣይክርእየኪ እንድሓ ኣብኡ እሞ የብፅሐና ሓቢርና ንሪኦ

ንብርሃነ ብዘይካኻ ሓዊ ይኹን ዘመድ ዝፈልጠሉ የብለይ ንሱ ስለ ዝኾነ ኢኻ ናፀ ኮይኑ ሽግረይ ዘዕለካ ሓቂ ከለኺ ብዘይካይ ሓዊ የብሉ ዘመድ የብሉ እንታይ ኣጋጢመኪ እንታይ ኮይንኪ
ወዲ ሓትነኻ ሎሚ ዶ ፅባሕ ይቕየር እናበልኩ ነዊሕ እዋን ተፀሚመ እየ ፂረየ እውን እየ ንሱ ግን ምሽ ክቕየር ጠቕላላ ምምሕያሽ ከማን ኣየርእንዩ ዘሎ። እወ ሕጂ ኸኣስ ሕሉፍ ሓሊፍዎስ ነዚ ማህጸነይ ዘሎ ዕሸል ረድኤት ከነመዝግቦ ኢና ይብለኒ ኣሎ። እንታይ ክትብል ደለኻ?
እዛ ዝብለካ እያ ተስፋይ ሓወይ። ወይ ሓትነሽ ሕማቕ ሰብ ወሊዳ ሓሊፋ በቃ። እንዴ ኣንታ ተስፋይ ሓወይ ቁሩብ ቁሩብ ካባኻ ይመሃርን ከመይ ደኣ ንስኻ ኣውቲስታ እንተ ዝሓለካ ሸቐጥ፣ ሸቐጥ እንተ ዝሓለካ መደበር፣ መደበር እንተ ዝሒልካ ከኣ ድኳን እናተኻረኻ ኣብ ኩሉ ስራሕ ትተዓጻጸፍ ዘለኻ። ንሱ ስለ ዝኾነ ድማ ህይወትካን ህይወት ስድራኻን ኣመዓራሪኻ ትኸይድ ኣለኻ። ከምዚ ከማይ ካብ ረድኤት ትጽበ ተኾይንካ ግን ረድኤት ኮይንካ ጥራይ ኢኻ ትተርፍ። እንታይ ይገበር ህኩይ ገይሩ ፈጢርዎ ፈጣሪ ደሓር ከኣ ወዲ ሰብ እኳ ስራሕ እዩ ክብረቱ። ኣብ ዝረኸብክዎ ስራሕ ጀምር ስራሕ ጀምር ዳርኩ እየ ዝቑስቑሶ።
እንድዒ ናተይ ዕድልስ ፍሉይ እዩ በጃኻ። ደሓር ድኹእ ፋና ሓብተይ ከምኡ ገይርኪ ከላይ ትንብዒ። ድከኣለና ክንገብር ኢና። በጃኻ በጃኻ ብዝተኻእለካ መጠን ስራሕ ኣጀምሮ። ስራሕ እንተጀሚሩ ዘይቅየር ሰብ የለን። ብርሃነ ከዓ ዝኣልዮ ሰብ ጥራይ እዩ ዝደሊ ዘሎ። ብርሃን ኣነ ዓብዱ ኣነ ኣብ ዝረኸብክዎ ስራሕ ክብል ኣይሰርሕን ክብል ስራሕ ክብሎ ኣይሰርሕን ክብል ተባኢስና ኢና ንፈላለ ድሓር ኮለ ከም ገርክብ ልብኺ ተእትዮ ኣነ ትነብዕ ጓል ክርኢ ኣይደልይን እየ ዋና ሓፍተይ በጃኺ
እናተይ ዕድል ስፍሉ እዩ ተስፋይ ሓወይ ሕማቕ ዕድለይ ሕማቕ ዕድለይ ተስፋይ ሓወይ ድሓን ዋና ሓፍተይ ዝከኣለና ንገብር ኢና ድሓር ከዓ ደቂ ኤል ሰብ የለን እቴና ተፅዒርና ኮለ ክቅየር ይኽእል እዩ እዚኣ እንድሕር ጌርካ ህይወትን ናብራ ገዝኡን ከማን የመሓይሽ ድሓን ኣነ ሓፍተይ ከይተሓለልና በምዕሬና ስራሕ ከም ድጅምር እውን ክገብሮ እየ ንስኺ ጥራይ ኣይትንብዒ ኣይትሕዘኒ ደሓራይ ፅቡቕ ተስፋ እንጆ ቅሰኒ ፍርሓተይ ስራሕ ክጀምር እየ

ፋና እንታይ ደልየ ኣለኹ መሲሉኪ ፋና የሕዋትኪ ናብ ኣቦኺ ክድውሉ ከለዉ እቶም ካናዳ ዘለዉ ሲ ነቦኺ ኣራኽቡና ኢኹም ብርሃነ ደልይዎም ኣሎ ኢልኪ ምሳና ከም ዝራኸቡ ግበርዮም ነሕዋትኪ ንሕዋተይ ዳ እንታይ ደሊኻዮ
ሓደ ሓሳብ ኣለኒ ከካፍሎም ደልየ ዘለኹ ንኣሕዋትኪ።
ምስዚኦም ኣብ ከናዳ ዘለዉ የሕዋተይ ደኣ እንታይ ዘራኽብ ሓሳብ ኣለካ? ናተይን ናትክን ውክልልና ስልጣን ክንቦም ደልየ ኣለኹ።
ናይ ምንታይ ውክልናን ስልጣን?
ብዛዕባ ረድኤት። እንታይ ዋ ኣታ እንታይ ኢኻ ትብል ዘለኻ? ፋና ቀስ በሊ እሞ ኣይትሓራቐይ ቅድም ሓሳበይ ኣወድእኒ። ብድሕሪኡ ድማ ሓሳብ ክተፍስስ እዩ። እንታይ ጥዑይ ሓሳብ ኣለካ ኤሞና ንዓኻ ሓሳብካ ክወድእካ። ኣንት ስምዐኒ እንዶ ጥዑይ ሓሳብ ኣለኒ ቅድም ኣዋህልል ልብለኪ ኣለኹ ኩልፍ ኩልፍ ኣይተብልኒ እንታይ ንገብር መሲሉኪ ኣነን ንስኽን ኣብዞም ጉዳይ ጸሓፍቲ ኣብ ናይ ጉዳይ ጸሓፍቲ ከይድና ንዘራረቡ ተረዲኽኒ ኣለኺ ኣነ በዓል ቤታ ንፋና ዝኾንኩ ንሕና ሰብኣይን ሰበይትን ረዲኤትና ኣብ ካናዳ ዘለዉ የሕዋታ ንፋና እከለን እከለን እከለን እከለን ዝተባህሉ ነቲ ናብ ኤሪትራ ንወስዶ ረዲኤት ብሽሞም ብሽሞም ኣብ ካናዳ ኮይኖም ክቕበሉልና ተቐቢሎም ድማ ልክዕ ኣብ ሰዓታን ኣብ ወርሓን ኣብ ኤሪትራ ክሰዱልና ኢልና ሙሉእ ውክልና ስልጣን ሙሉእ ንሰደሉ። እንታይ ዝዛረብ ኣለኻ ይርድእካ ኣሎ ዶ? ኣተቐድም እንዶ ኣዋህልሊ እንዶ ቅድም እስኪ ኣዋህልሊ ህበሊ ቀዳማይ ነገር ቀዳማይ ነገር እቲ ረድኤት ከይጎደለ ከይተቑርመመ ከይተሸረፎ ብሙሉኡ ኣብ ኢድና በፅሕ ካልኣይ ነገር ከ ልክዕ ኣብታ ወርሓ ደንጒናይ ንብል ገለይ ንብል ልክዕ ኣብታ ወርሓ ጥብ ኣብዛ ኢትና ረድኤት ካብዚ ዝዓቢ ሓሳብ ኣሎ
ንዓባ ስንፍናኻ ካብ ገዛና ገዲፍካ ንኻ ናደይ ትስደዶ ኣታ ሰነፍ ምዃንካ ኣነ ጥራሕ ክፈልጠካ እኽእል። ኣቲ ጓል ስቕ በሊ ሰነፍ ኣይኮንኩን ኣነ ንፉዕ እየ ከምዚ ሓሳብ ዝሓስብ ከ ንፉዕ ሰብ ኣሎ ብርሃነ
ንዓባ ሰብ ኩን እንስሳ ድያ ኣነ እንስሳ ደኣ ማሪሩ ከማን ድራሩ ይረክብ ከማኻ ትጽባየ ረድኤተይ። በልየ ኣኽለኪ ድሕሪ ሕጂ ድማ ንጎ ንጎ ባኒ ምጽእ ባኒ ግዛእ ባኒ ምጽእ ከይትብልኒ። ስዩም ሓወይ ኣብ ኣስመራ እቲ ዝሓየልካ ጠበቓ ንስኻ ኢኻ ልዕሌኻ ጠበቓ የለን ኣብዚ ዓዲ እዚ ኣሚነ እየ ድማ መፅኤካ ዘለኹ። Thank you እሞ እንታይ ክሰምዓካ ሕጂ። ምስ ሰበይተይ ምርድዳእ ሲኢንና ቆዮቛን ምጭቕጫቕን ጥራሕ ኮይኑ ሕጂ ክፋታሕ ክፋታሕ ክፋታሕ ክፋታሕ በቃ ከተቃላጥፈለይ። እዋእ እሞ እዚ ቆዮቛን ጭቕጭቕን ትብሎ ዘለኻሲ እንታይ እዩ እቲ መበገሲኡ? እንታይ ፈሊጦሞኒ በቃ ክኣቱ ክወጽእ ጭቕጭቕ ምሸት ጭቕጭቕ ቀትሪ ጭቕጭቕ እዚ ኮይኑ ኣነ ከኣ እዚ ጭቕጭቕ እዚ ይጸልኦ ኣለኹ በቃ ፍታሕ ከተቃላጥፈለይ ይደሊ። እሞ ምስ ፋና ክትፋታሕ? ፋና ዘይኮነት እዚኣ ስዩም ሓወይ ፋና ዘይኮነት። ጋውና ልበይ ጠውያቶ ዘላ ንሳ እንድያ። ስምዓኒ ንፋና ድኣ እሞ ኩሉ ሰብ እንታይ ድዩ ዝብላ በቲ ጽቡቅ ጠባያ ኣየ እዛ ወሓለ እዚኣ እህ ድምጻ እኳ ዘይስማዕ እንድዮም ዝብልዋ ኩሎም እዞም ሰባት እዚኣቶም ንስኻሲ ምስዛ ሕያወይቲ ሰበይትኻስ እንታይ ኮንካ ኢኻ ትፋታሕ። ዘጨቃጭቀና ዘሎ ኣተኻ ወጻኻ ክዳን ቀየርካ ጸበካ ተቀምቂምካ ከይተረፈ ተቀምቂምካ ዋእ።
ብርሃነ ተምስ ዲኻ? ተውሳኺተይ ከምዛ ደርሆ ሰዓት ሽዱሽተ ኣብ ዓራት እየ ኣለኹ። ገለ ቁሩብ ከ ወልፊ ናይ መሰከ? ነጻ ነጻ ካብ ሻሂ እንተ በጻሕኩ ካፒቺኖ ውራይ ከይደ እኮ ስዋ ዘይሰቲ ጠበቓ ስዩም ማይ ሃቡኒ እንድየ ዝብል እዋእ። እሞ እንታይ ደኣ እዩ እዛ ኩላ ሕውነትኩም እዛ ኩላ ፍቕርኹም ተባእሰኩም ዘላስ እንታይ እያ? ቁጠባ ከ? መሊኡ እቲ ገዛ እቲ ገዛ መሊኡ ካብ ኣራንሺ ክሳብ ጻዕዳ ጣፍ ጸባ ድዩ ኩሉ ዓይነት ነገር ኣሎ ብነብሳ ሕጂ ኣነ እቲ ጭቅጭቅ ጽሊኤዮ ከየጸልለኒ ፈሪሐ ጠበቃ ስዩም ሓወይ ቀልጢፍካ ፍትሕ ከተቃላጥፈለይ በቃ። ብርሃነ
ንምፍታሕ እቲ ዝቀለለ እንድዩ ግን ቅድሚ ምፍታሕካ ክልተ ግዜ ሕሰበሉ። ሓሲበሉየ ሓሲበሉየ ሲሙ ሓወይ እንታይ ዝዓብስ ሓዳር ሓዳር ሕዳር። በል ደሓን ሰለስተ ግዜን ልዕሊኡን ሕሰበሉ ኢኻ። ሓሲበሉየ መጽየ ልዕሊ ዓሰርተ ሓሙሽተ ግዜ እዚ ጭቕጭቕ ኣተኻ ወጻኻ ጸሊኤዮ ስለዚ ጉዳይ ፍትሕ ምስዛ ሰብዚኣ ከተቃላጥፈለይ ፍትሕ ፍትሕ ፍትሕ ፍትሕ። ከመይ ዓይነት ባህርያት ድዩ ዘለዋ እንታይ ዓይነት ጠባይ ድዩ ዘለዋ ማዕረ ክንድዚ ተማርር ዘለኻ። እዚኣሲ

ጐፍታ ባርቢኮሎ ዶ ክመጽኣካ? ሕራይ እሺ ኣይትደንጉየኒ። ኣይድንጉየካን እየ ሰዓት ሸውዓተ ባርቢኮሎ መጽእ ተታሒዝና ንኸይድ። ሕራይ ቻው። ሕራይ በቃ ክፋትካ ጥራሕ ክፋትካ ጥራሕ ሲኦል። ደሓን ደሓን። እሺ እሺ እሺ። ብርሃነ ብሬን ሬኻ ሰዓት ክንደይ ኣሎ? ረእዮ ሰዓት ሓደ ናይ ለይቲ ሓቀይ እዋ ረአ ብርሃን እንታይ ትሰማዕ ኣለኻ
ደርፊ
ንዓቲ ተዓራት እቶ

ከምኡ ካይባ ዝኸውን ዘሎ ኩሎም ሰብኡት ይጨቃጨቁ እዮም እሞ ከማኻ ግን ከማኻ እዋይ ዓጀብ ማይ ቀጠነ ኣኺልካ እዋ እሞ ከም ዘይትብጽሕኒ ድየ ስቕ ኢለ ዘይረኣኹኺ ስቕ ክብል ከይተዛረብኩ ደሊኺ ኣነ እምበርክ ቆያኹካ ዝግብኣኒ እ ሰበይትኻ በዓልቲ ሓደርካ ዕደት ሰለስተ ደቅኻስ

ኣብ ኣዝማድኪ ኣይትብጽሒ። ኣነ እኮ እንዳዝማትኪ ኣይትኺዲ እንዳዝማትኪ ከይድኪ ይኮነን ዘሎ ዘረባ ኣትርዳእኪ ደሎ ኣካይዳኽስ ኣጸብቒ እቲ ካይዳኽስ ኣማዕርግዮ በጃኺ ዶ ቆልዑ ኢኺ በዓልቲ ሓዳር ኢኺ በጃኺ ኣካይዳኽስ ኣጸብቒ እብለኪ ኣለኹ ኦ ክቡር በዓል ቤተይ ንስርዓት ኣካይዳ ዝምልከት እስከ ኮርስ ሃበኒ ከምኣ ደኣ ደይ ንጅምር። ምዃን ሓቅኺ እቲ ግዜ እንድዩ ተገሊጡ። ሰብኣይ ቀልጢፉ ቅድሚ ሰበይቱ ዝኣትወሉ ምኽንያት እዚ ኣብ ምንታይ እዩ ክቑጸር እዚ ሓዳር ምስ ዕብዳን። ከምዚ ጣውላ ድየ ኣብዚ ኮፍ ኢለ ክጸንሓካ ደሊኻ ሰብ ፍጥርቲ እኮ እየ ክዛናጋዕ ሪላክስ ዘድልየኒ ሪላክስ ድዩ ኖው ሪላክስ ኣዜብ ኣዜብ ግደፊ እባ እዛ ሓዳርና እኮ ባዕልና ኢና ነመቅራ ባዕልና ኢና ነምጽጻ። እወ እስኻ ግን ሓንቲ መዓልቲ ክኣቱ ከለኹ ኣዜበይ መዓረይ ኢልካ ኣምዒርካ ተቐቢልካኒ ትፈልጥ ብጀካ ብኾየዃ
ፍቅረይ ከም ኣራዊት ንኣተኽኒ ስኒ ኣዕዜበይ ከኣ ክብለኪ ኣቲ ንዓኺ እኮ ኣነ ኣይኮንኩን ፈሪሐኪ ዘለኹ ነቶም ደቀይ ከይዝኽቱሙኒ እዚ ነዊሕ ሓዳረይ ዝሃነጽክዎ ፋሕ ብትን ከይብለኒ ኢለ እየ እምበር ንዓኺ እኮ ፈሪሐኪ ኣይኮንኩን ኣቲ ኣነ ግን ንሓዳረይ ክብል እየ ዝፅመመካ ዘለኹ እምበር ሰብ ምሳኻ ነብር ሰብ ምሳኻ ነብር ድዩ ኣነ ግን ሓዳረይ ሸጥ ኣቢለ ሒዘ ኣለኹ ንሓዳረይ ክብል እየ በራታ ሰብ ምሳኻ ነብር እሞ ኣይትምዓደኒ ኣይትዛረበኒ እንድሕር ኮይኑ ሕራይ ፅቡቕ ፅቡቕ ኣይኮነን ኣይትምዓደኒ

ኣንቲ ኪዳነ ምህረት ኣንቲ እዴ ማርያም ኣንቲ ቅድስቲ ኣንቲ ናይ ሰብኣይ መብራህቲ ፋናየ ድሕሪ ሕጂ ኩሉ ነገር ንዝበደልኩኹ በደል ብስራሕ ሰሪሐ ነብሰይ ክኢለ ንዓኺ ክፀውር መብፅዓ ኣትወልኪ ቃል ይኣትወልኪ ድሕሪ ሕጂ ናብ ስራሕ ዓለም ተመሊሰ ንስኺ ብኽፉት ልብኺ ጥራሕ እቕረ ኹንካ በልኒ እቕረ ኹንካ በልኒ ፋና፣ እቕረ በልለይ ንዝበደልኩኺ እቕረ ኹንካ በልኒ። ፋና፣ ይቕረ ኹንካ እባ በልኒ። ንዓኺ እኮ'የ ፋና። መተርኣስ ካብ በዓልቲ ቤትካ ፋና ናብ ብርሃነ ገነነ
ናብ ክቡር በዓል ቤተይ ብርሃነ ገነነ ኣነ ምሒለ ዝኣተኽዎ ቃል ኪዳን ክሕሉ ኩሉ ናባይ ዝወርድ ዝነበረ በደላት ክሳብ ሎሚ ንግሆ ተፃዊረ እየ እንተኾነ ግን ክንዲ ትመሓየሽ መመሊስካ ኢኻ ትገድድ ዘለኻ እቲ ኣጸቢቑ ተስፋ ዘቑረጸኒ ድማ ነቲ ገና ናብዚ ዓለም ዘይፈልጣ ኣብ ማህጸነይ ዘሎ ዕሸል ንዕኡ ከይተረፍካ ብረድኤት ክዓቢ ፈሪድካዮ። ድሕሪ ሞት ጥዕና ቅባጸት እዩ ድዩ ዝበሃል? ድሕሪዚ ሓቂ ብሓቂ ከም ዘይትቕየር ኣራጋጊጸ፣ ነብሰይን ኣብ ማህጸነይ ዘሎ ዕሸልን ከውጽእ ኣለኒ ኢለ ወሲነ። ሰላቲኦም ኣብ ከናዳ ዝቕመጡ የሕዋተይ ድማ ፕሮሰስ ሰሊጥኒ ንከናዳ ወዲኦምለይ ኣለዉ። ናብ ካናዳ ምጽ ኢሎምኒ። ኣነ ከኣ መታን ንስኻ ዕንቅፋት ከይትኾነኒ ኢለ፣ ንዓኻ ከይነገርኩ ብምስጢር ሒዘዮ ሎሚ ንግሆ ንስኻ ሪጋ ናይ ረድኤት ክትሕዝ ኢልካ ምስ ከድካ ኣነ ኩንትራት ታክሲ ገይረ እግሪ እግረኻ ናብ ኤርፖርት ኸይደ በቃ ኸይደ በሪረ ኣለኹ ናብ ኣሕዋተይ ካናዳ እየ ክኣቱ ጽቡቕ ህይወት ይምነየልካ ንዓኸን